ምሉእ'ዩ ስንቅና ገና ክንብገስ ከለና ጥጡሕ መንገዲ ተጸበናን ክንበጽሕ ኣብ ዓወትና ዋጋ ዕዳጋይ ኣተናን ህንጥዩን ረቢጹና ኩሉ ዕንቅፋት ክንሰግሮ ዓይነቱ ከይገደሰና ነዋሕቲ ጉዕዞታት ዝመልኡ ብሃልኪ ብርቱዓት ውግኣት ኣዝዮም መረርቲ ተኹሲ ናይ መዳፍዕ ታህዲድ ናይ ነፈርቲ ጽንኩራት እዋናት ንሞራል ፈተንቲ ሓደ ካብ ሓደ ዝሓለፈ እዩ ክጅምሮ ካብ ምዝላቕ ንነጆ ሃሚ ቡምባ ሰምሃር ዓዲ ያቆብ ኣብ ነብሱ ኣዝሒሉ ኣብ ሰልሚ ጨው ናይ ሰሊና ተሸኺሉ ብሰንሰለት ናይ ታንኪ ተማታቲሩ ምስ ሓይሉ ከም ዝወጸ ኩናት ዒላበር ዒዲ መስኪሩ ሓርበኛ ኣይነብርንዩ ታሪኹ እዩ ዝውረስ

ኣይሕለሎ ጎኒ ጎኒ ክከታተልን ኣብ ዝጥዕሞ ክሕምሽሾ ዝሓዝካ ሒዝካ ርክብ ዝሓዝካ ሒዝካ ርክብ ካልእ ትንፋስ ዘይብላ መልእኽቲ ናይ ሬድዮ ኣየወ ብጻይነት ምሉእ ትርጉማ ኣልቢሶማ ሓሊፎም ኣብ ርእሲ ስኸሞም ስኸም ብጻያም ደሪቦም ኣነ ክጸምእ ንስኻ ርወ ኣነ ክጠም ንስኻ ጽገብ ኣነ ክስዋእ እስኻ ሰዓብ ብራሾማይ ብመኽደን ክትመቓቐል ጹማቕ ፈልሲ ተሰትዩ ኣቑጽልቲ ተሓይኹ ወራራት ክምከት ገና ኣብ ናይ ሰንኪ ጉድጓድ ቆመንኣ ክትተዓጻጸፍ ገለን እምኒ ጥራይ ተጨሪሑዋ ንቡር ከይረኸበት ዓወት ንሓፋሽ ለወባ ኢዩ ነይሩ ኣብ መጨረሻ ትንፋስ ናይ ሁመት ሓርበኛ ኣይነብርንዩ ታሪኹ ኢዩ ዝውረስ
ላላሎ ላላሎ ላላሎ ንጸላእኮም ሕሱም ትቕጥቅጦ ከም መዓዘላ ኣእዛኑ ትሕንገጦ። ብቕድሚት ተመጻእካ ትዘብጦ ብድሕሪት ተመጻእካ ትግልበጦ እቲ ትብዓትካ ዘይፈለጠ ፍለጦ።
እዚ ግን ሰረት ኣለዎ ካብ ዝሓለፈ ህዝባዊ ሓይልታት ክትብገስ ካብ ባዶ ኢዳ መኣዝንካ ዘጥፍእ ኣብ ጎላጉል ምድረበዳ ከዋኽብቲ ክትጽበ ኣንፈት ናይ ጉዕዞኻ ነዊሕ ጉዕዞ ኣብቲ ርሱን ሑጻ የእጋር በቃ የእኪልና ኢለን ባዕለን ክዕጸፋ መስተንክር ታሪኽ'ዩ ተፈጺሙ መሓሊማ መሬት ዳንካልያ ኣብ ሰሜናዊ ባሕሪ ኣብ በዓቲ ጎዳጉዲ ተሓቢእኻ ብቕድድም ተደቢርካ ክስተ ደም ናይ እንስሳ ብጽምኢ ማይ ዝተሰውኡ ኣለዉ ካብታ ናይ ሓባር ስጉሚ ብትዝታ ነዚ ኩሉ ዕንቅፋት ተሳጊረን ኣርሒቐን ዝሪኣ የዒንቲ ናይ ሰብ ኣይበሃላን እየን እንትርፎ ናይ ንስሪ እንታይ ዝበለ እምነት ሞራል ኔሩ ዘይብሉ መስፈሪ ቦቖሎ መሸላ ክስገር መሪር ኩናት ግልዕ ብትሪ እዚ ኩሉ ሰጊሮም ኣብዚ ዘብጽሕዎ ኣብ መንጎና ኮፍ ኢሎም ኣለዉ ይሰማዓዮም ክብሪ ሓርበኛ ይነብርንዩ ታሪኹዩ ዝውረስ።
ላላሎ ላላላላ ላላው ትሕንጽጻ ወረቐት ኣጽፋሪ ከም በዓል ውራይ ስራሕካ ተማዕራሪ ፍጥነትካ ንበይኑ ፍጥነት ብርሃት ቀትሪ ፍጥነትካ ንበይኑ ፍጥነት ብርሃን ቀትሪ ኣድቢኻ ትጎብጥ ሕሱም ውላድ ነብሪ።
ውልቃውነት ኣይፈልጣን እዩ ቀዳድያ ጅብኡ ጥቕሚ ገንዘብ ረሲዕዎ እዩ ሳዕቤኑ ፈሊጡ ቅድም ንዓይ ምባል ኣንጻር እዩ ንባህሪኡ ቀንጠመንጢ ስድዕወን እዮም ኣየውረስዎን ዝሓለፉ ቅድሚኡ ሻድሻይ ወራር ሻድሻይ ወራር ኣብታ ዓለም ምስ ረብሓኣ ዝኾነትሉ በይንና ምስ ናይ ደርጊ ዘራያት ዝቖምናሉ ናይ ገለ ደገፍትና ከይተረፈ ዝተጠለምናሉ፣ ተፈቲንና ኢና፣ ተፈቲንና ከም ወርቂ ብሓዊ ክሳድና ዘቕናዕናሉ፣ ስሉስ ኪዳን ዓደን መስኮ ትሩቡሊ፣ ቀመማ ወግዛት ከም ሃመማ ንፍሊት ከም ቆጽሊ ሓጋይ ከርግፋና ብሕልሚ፣ ዳንኬራ ፍርዲ ማኒፌስቶ ኣስመራ ከልብስኦ ወግዒ፣ ሓርበኛ ከም ሞጣ፣ ዕጽፍጽፍ ከም ገመድ ጥውይውይ ከም ስልኪ፣ ሕንጥሾ ምስ ኮነ ንብዓት መሪር ትኪ፣ ዓሰርተ ምስ ሓደ ምስ ዘድክም ሃልኪ፣ ምጽልግልግ ዓይኒ ቆራዕራዕ ናይ ብርኪ፣ ዘበነ ሪጅላ፣ ዘበነ ርጅላ ዘይርሳዕ ዕርቃን ተደሚርዎ ሰውነት ብቑሪ ተገሪፋ በየናይ ሓይሉ የውጽኦም ነይሩ ኣጉናጽ ሰማይ ጠቀስ ጎቦታት እንታይ በሊዑዩ ብርሃን ጸሓይ ወርሒ ከዋኽብቲ ደማሚሩ ዝቐዶም ዝነበረ ካናለታት እንድዒ ሓርበኛ ኣይነብርንዩ ታሪኹ እዩ ዝውረስ።
ላላሎ ላላሎ ላላሎ ጉራዴ ዶ ክብለካ በሊሕ ክልተ ኣፉ ጉራዴ ዶ ክብለካ በሊሕ ክልተ ኣፉ ዘይኳዓትካዮ መሬት ኣየናይ ተሪፉ ጸምየ ደኺመ ዘይበኸላይ ይፍለጥዎ ሞሳ ተጋዳላይ ሰላሕታ
ሰላሕታ ህጁም ተሰሪዓ ምስ ናይ ምግቢ መደብ ሓሙሽተ ወርሒ መመላእታ፣ ዘፍረየቶ ግን ኣይነበረን ከም ዝሓለፋ ወራራት ተቖጺራ እያ ሓሊፋ። ብሌን ኣዕንቲ ነጢቖን፣ ሽኮ እእጋር ተንጠልጢለን፣ ስጡም ቆርበት ብናፓል ተጠቢሱ ክሽትት ቃሬት ሽክና ተጠርሲሙ ሓንጎል ክፈራተት ገና ይሽቅላ ኣለዋ ዝተረፋ ኣካላት ክሳብ ዘላ ሂወት። ክሰግር እየ! ክሰግር እየ!